ሕራይ እንኳዕ ደሓን መፃኻ ኣስመሮም። እንኳዕ ደሓን ፀናሕኹም። ሕጂ ተሞክሮታት ኣለካ ማለት እዩ ከምዚ ዝገለፅካለይ ስለዚ እንታይ ኢኻ ክተቅርበልና ንሎማዓልቲ? ንሎማዓንቲ ዘቅርበልኩም ደርፊ ንብዓት ፍቅሪ ትብል ኮይና ናይ ነፍስሄር ድምፃዊ ነፍስሄር ድምፃዊ ትካቦ ወልደማርያም ብልምዲ እኮ ከም ኮኾብ ኣብ ሰማይ ተሰቂለ ንብዓት ፍቅሪ ኣርእስታ ማለት እዩ።

ኣስመሮም ከምቲ ኣብ ናይ ስነ ጥበብ ሂወትካ ዝተጓዓዝካዮ ተሞክሮ ማለት እዩ ካልኣይ ነገር ከኣ ጊታር ሓደ ናይ ሙዚቃ መሳርሒ እንዳተጠቐምካ ከምቲ ምድራፍካን ኣነ ዕጉብ ኣይኮንኩን በቲ ቶን በቲ ቃና ጉድለታት ነይሩካ ኣብቲ ቃና ምኽንያቱ ክልተ ዓበይቲ ብልጫታት ኣለካ ሓደ ተሞክሮ ኣለካ ካልኣይ ነገር ከኣ መሳርያ ሒዝካ ኢኻ ትጻወት ዘለኻ፣ ጊታር።
ጊታር ሒዝካ እንድሕር ቀሪብካ እቲ ኣተሃራርማ፣ እቲ ቅዲ ናይታ ደርፊ፣ እቲ ትጻወቶ ፊንገሪንግ ድዩ ዋላ እቲ ትሃርሞ ኩሉ ክሰጥም እተገብእ። ሕጂ ከምዚ ጀሚርካ ወዲእካ እምበር እቲ። ጥበባዊ ዕምቀት ዘለዎ ስራሕ ሲ ዩ እቲ ኣብቲ ታሕቲ ክትደርፍ ከለኻ እቲ ድምጽኻ ካብ ቅንይ ትወጽእ ዋላ ኣብቲ ኣተኣላልያ ድምጺ ውን ጸገም ኣሎ ኣብቲ ታሕቲ ማለት ዩ ኣብ ላዕሊ ኦኦኦ እብል ኣለኹ ገለ ኢልካ ክትኣስሮ ኣለካ። ሕጂ እሱ እዩ እቲ ጥበባዊ ስራሕ ዝብሎ ዘሎ ኮይኑ እዚታት ሙሉእነት ስለ ዘይብሉ ሕጂ ነቲ ሰማዒ ዓውታ ጥራሕ ትሰምዕ እምበር ጥበብ ኣይትሰምዕን።
ኣስመሮም ገብረሚኪኤል ክትጅምር ከለኻ እታ ብኮርድስ ኢኻ ጀሚርካ ሕጂ ሜሎዲ ዘይትውስኸላ ሓንቲ ዜማ ትክእላ ሕጂ እቲ ድምጺ ጥራሕ እንከን እንኮላይ ንስትሩመንታሊስት ኢኻ ዘላ ሕጂ ኮላ መሳርሒ ዝጻወት ትደርፍ መሳርሒ ዝጻወት ሕጂ ገለ ነገር ከተርእየና ይጽበ ነይረ ገለ ሜሎዲ ድዩ ንእሽቲ ዋላ ብዘን ኮርድስ ሕውስ ኣቢልካ እቲ ሜሎዲ ካልኣይ እቲ ኮርድስ ምስታ ዜማ በበይኑ እዩ ሕጂ ተረቢሸ እኔ ዋላ እቲ ናትካ ክሰ ከምዚ እንተ ኢልካኒ ድምጽኻ ክሰምዖ ኣይከኣልኩን ስለምንታይ ከም ሓንቲ ጻዕዳ ክዳን ምሓሰባ ንእሽተይ ጸላም ጥብ ተላታ እታ ጸላም እያ ትርብሽ ሕጂ ረብሽኒ እቲ ትወቕዖ እንከለኻ ድሓር ከኣ ኣብታ ኣደራሪፋ ከኣ ለውጥታት ከኣ ዘለዎ ተመክሮ ኣለካ ሰብ መምህር ኢኻ ከምቲ ትሕከየና ጸኒሕኻ ሕጂ ለውጢ እዩ ውሒዱ።
ኣነ ብወገነይ ኢፓል እየ ዝበካ ምእንቲ ዝያዳ ክትዳሎ።
ኣስመሮም እንታይ እዩ መሲልካ ብሓጺሩ ጥበብ እዩ ዝጎድል ዘሎ ጥበብ ኣብ ጥበብ ስራሕ ኣዋጽኣ ድምጺ ገለ ገለ ኦኬ ኣብ ጥበብ ኣብ ህርመት ኣቀራርባ መሳጥነት ስለዚ ንሎሚ ኣይተዓወትካን ማለት እዩ ኣብዚ ንብለካ ዘለና ምኽሪ ተኪርካ ትሰርሕ ግን

ኣብ እዋን ሽግር ዝሓንን ምሰንጋዕ ረሬ ዘይደንን እዛ ርእሱ ዝኣምን ረኣይዎ እሞ ቁመንኡ ስየን ኣብ ሰማይ ተንጠልጢሉ ረኣይዎ እሞ መሓውሩ ኣብ ጽኑዕ መሬት ተተኺሉ ኣኺልዎ እዩ ተደኒሱ

ፍሪዕኻ ተበግሶኻ ጽቡቕ እዩ ተውህቦ ናይ ድምጺ ኣለካ እተን ቁሩብ ጸገም ዘለዋኻ እንታይ እየን ኣብ ላዕልን ኣብ ታሕተዋይን ዝርግሐ ናይ ድምጽኻ ናይ ቅኒት ምሕላው በሎ ናይቲ ዜማ ብልክዕ ዘይምምጻእ ንባዕሉ ቁሩብ ጸገማት ኣለዋኻ እዚኣተን ከኣ እየን ነቲ ውድድር ንከምዘይትበቅዕ ዝገብራኻ።
ሕጂ ታይ እዩ ካሓሳይ ቁሩብ ጸገማት ነይልዎን ዓበይቲ ጸገማት እየን ንሴ ዕሽሽ ከይትብለኒ ኢለ ዝያዳ ክትላመድ ንባዕሉ ሕጂ ንእሽተይ ኣለኻ ድምጽኻ ኣብ ምቕያር እዩ ዘሎ ሕጂ ናብ ዓቢ ናብ ጉብዝና ክትከይድ ከለኻ ናብኡ ኣሎ ዝያዳ ዓቲብካ ክትሰርሕ እቲ ተውህቦ ኣሎ ምሳኻ ንዑ ሒዝካ ድማ ክትውንጨፍ ይላበወካ። ክራር ክትጻወት ዶ ርእየካ ሓቀይ? እወ ኣብታ ክራር ንፋዕ ድምጽኻ ከኣ ምስኣ እንዳለማመድካ ንዝመጽእ ግዜ ንእሽተይ ኢኻ ዘለኻ ከም ዝበለካ ሓመድ ሳልሕ መምዘኒ የብለይን ሕጂ ኣነ።
ወሰነ
ይፋል።
ካልኣይቲ ይፋል።
ሳልሰይቲ ይፋል። ኣይታማ።